ሰላም ሰላም ኤቭሪባዲ ሰላም ዲኹም ከመይ ጸኒሕኹም ከመይ ቀኒኹም ከመይ ኣለኹም ሄሪ ሄሪ ሄሪ ሄሪ ብርሃን ገጻ መጽያትኩም ኣላ ሄሪ ሄሪ ናፊቓትኩም ቀኒ ኣሕዋተይ መዓረይ ሰላም ዲኹም ኩሉ ፖሰድ እዩ እንሃለኹልኩም መጽየ ከኣ ሎሚ ነዊሕ ዕረፍቲ ወሲዱ ኣሕዋተይ መዓረይ ኦ ማይ ግድነስ ኣርባዕተ መዓልቲ ይመጸኹኹምን ሃቪ ኖቲስ ዳት ዲድ ዩ ሚስ ሚ

ኣብ እንታይ እዩ ዝበሃል ኣብ ቅድሚ ስራሕ ኣይትፅናሕ ኢሎሞ ሄራ ሓፍትኩም ተፀሚዳ ኣሕዋተይ መዓረይ ተታሒዘ ተታሒዘ ትብል ተታሒዘ ተታሒዘ ትብል ደርፊ ዘኪረ ሕጂሲ ተፀሚደ ኣሕዋተይ መዓረይ ቢዝነስ ውመን ኮይነ እንታይ ክገብር ተፀሚደ ስለዚ Anyway ግን በቲ ኮይኑ በቲ ኮይኑ ሄሪ ሓፍትኹም ደበኽ ኢላትኩም ንሃለት ምስታ ጥዕምቲ ቡና ኣሕዋተይ መዓረይ ኣወል ቡና ፍረሽ ቡና ሒዘልኩም መጽየ ኣለኹ ሓቢርና ክንሰቲ ኢና ደቂ ኣንስትዮ ኣሕዋተይ ኣለኽን ዶ ከመይ ኣለኽን ከመይ ቀኒኹም ኩላትኩም ወድኹም ጓልኩም ናፊቐኩም እዚ ዩቱበ ይናፍቆ ኣለኹ ኣሕዋተይ መዓረይ ብጣዕሚ ይናፍቆ ኣለኹ ኮይኑ ግን እ ክሳብቲ ሄሪ ሓፍትኹም ክሳብ ሓጋዛይ ትረክብ ኣሕዋተይ መዓረይ ክሳብ በቃ ኣለኹልኪ ሄሪ ሓፍተይ ኣነ ኣለኹልኪ ኣነ ክሕግዘኪ እየ ኣይትድከሚ ደቅሲ በቃ ተዛናግዒ ዝብለኒ ወዲ ኣዳም እዝጋብሄር ባዕሉ ክሳብ ዝፈጥረለይ ማይ ላይፍ ኢትስ ጎና ከንቲኒው ላይክ ዚስ ግን ከምኡ ክብለኩም ከዓ ሕጉስቲ እየ ማለት እዩ ምክንያቱ ኤእ እዝጋቢሄር እዩ ነዚ ስራሕ ክሂብኒ ኣሕዋትየ ማዓረይ ብኣይ ብናተይ ሓይሊ ወይ ብናተይ ነገር ብናተይ ፓወር ዝኮነ ነገር የለን ኣሕዋትየ ማዓረይ ኣምላክ ይሂበካ ኣምላክ ካኣ እንታይ ይወስዶ ማለት እዩ ስለዚ ክብሪ ንኣምላክ ይኩን እዝጋቢሄር ዓይኒ ልቦና ርእሲ ኩሉ ክኽእሎ ጸጋ መዓልታዊ ማለት እዩ መዓልታዊ ናይ መሰናኽላት ናይ ህይወት ክሓልፍ ክሰግር ዝገብርን ዘሎ እዝጋብሄር ኣምላኽ እዩሞ እንታይ ክብርን ምስጋናን ሀ ነቲ ልዑል ፈጣሪ ኣምላኽ ነቲ ዘይርስዕ ነቲ ምሻሉ ኣብ ሽግርካ ዝርከበልካ ነቲ ናይ ልብኻ ዝፈልጠልካ እዝጋብሄር ኣምላኽ እንታይ ኣመስግንዎ ኣሕዋተይ መዓረይ ኩሉ ግዜ እንታይ መሲልኩም ዓወት ኣብ ሂወት ክትዕወት ተኾንካ ንእዝጋብሄር ኣምላኽ ከተቀድሞ ኣለካ this is the key ኣሕዋተይ መዓረይ ኩሉ ንስኻ ናይ ዝደኸምካ ንስኻ ናይ ዝጸዓርካ ማለት እዩ እዝጋብሄር ናይ እዝጋብሄር ኢድ ጣልቃ እንድሕር ዘይኣትያ ኩሉ ንጽዕሮ ዘበለ እንታይ ኮንቲ እዩ እንታይ ግን ኩሉ ግዜ ትሓስብዎ ዘቦ ዝኾነ ዝኾነ ነገር ኣብ ሂወትኩም ትሓስብዎ ዝኾነ ነገር እንታይ ንእግዚኣብሄር መጀመርያ እንታይ ክትሕልፍ እሕልፍኩም ክትዎ ኣለኹ ኣምላኽ ኣቦይ ኣነ ከምዚኣ ከምዚኣ ይሓስብ ኣለኹ ወይ እግዚኣብሔር ኣምላኸይ እዛ ነገር እዚኣስ ይሓስብ ኣለኹ እሞ እንታይ ፍቓድካ ተኮይኑ ፕሊስ ሄልፕ ሚ በልዎ help me በልዎ እዝጋብሄር ኣሕዋተይ ማዓረይ ይሰምዕ እዩ ኣምላክ ይሰምዕ እዩ ንመልሓስና ዘይኮነ ዝሰምዖ ግን ሀ ንልብና እዩ ዝሰምዖ ኩሉ ግዜ ትፅልይዎ ፀሎት ካብ ልብኩም ክኸውን ኣለዎ ልብኩም ኣፅሪኩም ቂምታ ዘይብሉ ገለ ልክዕ ከምዛ ፃዕዳ ወረቀት ማለት እዩ ከምዛ ኣብ ፃዕዳ ወረቀት ደብዳቤ ትፅሕፍ ኣሕዋተይ ማዓረይ ንእዝጋብሄር ከዓ ኣብ ፃዕዳ ልብኩም ኢኹም ክፅሕፍሉ ዘለኩም ኖት ኣብ ሕርኽራኽ ኖት ኣብ ቂምታ ኖ ኣብ ፅልኢ ኖ ኣብ ሽሕርሕንቲ ዘለዎ ጽሕፈት ኣይኮንኩን መሊስኩም ኣብ ልዕሊ ደብዳበ ደብዳቤ ትጽሕፉን ሓቀይ ኣብ ልዕሊ ዝተጻሓፈ ነገር ኣይትጽሕፉን ኢኹም ስለዚ ኩሉ ነገር ኩሉ ኣብ ልብኹም ዘሎ ጽሑፋት ሕማቅ ነገር ማለት እዩ ደምሲስኩም ልብኹም እንታይ ከምታ ጻዕዳ ወረቀት ልክዕ ሓደ ኢልኩም ትጽሕፉላ ከምኣ ኢኹም ኮይንኩም ክትርከቡ ዘለኩም ኣምላኽ ክሰርሕ ተኮይኑ ማለት እዩ ዝኣምን ሰብ ክኣምን እዩ ክወስዶ እዩ እቲ ዘይኣምን ሰብ ከዓ ናቱ ጉዳይ ማለት እዩ ጉዳይ ኣይኮነን ኣነ ነጊርኩም ኣለኹ ኤኒወይ ሎማዓንቲ ሒዘልክን መፅ ኣለኹ ፅብቕቲ ጨጉሪ ሒዘልክን መፅ ኣለኹ ኣይኖ ኣብ ቲክቶክ ገለ መዓት ኣድቨርታይ ዝገብር ዘለኹ ኦማይ ጉነስ ኣሕዋተይ ማዕረይ በዚ ኣጋጣሚ ኣብ ቲክቶክ ፎሎው እንድሕር ዘይበልክናኒ ወይ ኣብ እናተይ ኢንስታግራም ፎሎው ዘይበልክናኒ ሰባት ብዙሕ ጨጉሪ እዩ ዝሓልፈክን ዘሎ ምክንያቱ ኣብዚ ዩቱብ ብዙሕ ምሽ ኣለኩም ሸር ኣይገብርን ይቀንየ እዩ ማለት እዩ ስለዚ ናተይ ኢንስታግራም እዚኣ እያ ከምዚኣ ትሪኣ ዘለኽን እዚኣ ሄሪ ላክስ ቴም ትብል ማለት እዩ ናተይ ቲክቶክ ታ ሄሪላክስ ፕሊስ ኣብኡ ከይድክን ፈሎ ጉበራኒ ብፍላይ መዓልታዊ ማለት እዩ መዓልታዊ ኣነ ሸር ዝገብር ናይ ሁማን ሄር ሓድሽ ስታይል ዝመፀ ድዩ እ፣ ዝኾነ ጎደሎ እንድሕር ኣለና ንኣብነት ሴል እንድሕር ኣውፂእና እንድሕር ኣጉዲልናዮ እቲ ጨጉሪ ኣብኡ ከይደ ኣናውስመንት ዝህብ ማለት እዩ ስለዚ ፕሊስ ከድክን ኣብ ናተይ ኢንስተግራም ድዩ ዋላ ኣብቲ ኣብቲ ናተይ ብፍላይ ኣብ ኢንስተግራም ፎሎው በላኒ ኣሕዋተይ ማዓረይ ምክንያቱ ክንደይ ኢንፎርመሽን ማዓልታዊ ዝመጽእ ዓይነት ዲዛይን እየ ኣብኡ ሸር ዝገብር ማዓልታዊ እየ ኣብኡ ሸር ዝገብር ስለዚ ከድክን ኣብኡ ፈሎው ግበራኒ ንዓክን ነተን ብፍላይ ማንሄር ትደልያኒ ሰባት ማለት እዩ ስለዚ እየ እዚኣ ሓዳሽ መጽያትና ኣላ ሎማዓንቲ ሒዘልክን መጽየ ዘለኹ ኦ ማይ ግድነስ ፕሊስ ላእ ረኣዮ ፕሊስ ረኣዮ ፕሊስ ፕሊስ ኣንጨብጭባሉ ነዚ ጨጉሪ ፕሊስ ኣንጨብጭባሉ ናይዚ ጨጉሪ ፕሊስ ኣንጨብጭባሉ ነዚ ጨጉሪ ፕሊስ ሉክ ዛት ሉክ ኣት ዚስ ዩ ዶን ሃቭ ቱ ባይ ኢት ጃስት ሉክ ኣት ዚስ ጃስት ኣፕሪሺየት ፎር ዘ ፒፕል ሁ ሜድ ዚስ ጋይስ ምክንያቱ ዚስ ዲዘርቭ ኣፕሪሽሽን ምክንያቱ ሃው ሪሊስቲክ and ሃው ቢዩቲፉል ዚስ ሄር ኢዝ ትሪኦኦ ዘለኽን እዚ ብዝሓቱ ሰለስተ ሚእቲ ፐርሰንት ደንሲቲ እዩ ማለት እዩ ሰለስተ ሚእቲ ግራም ማለት እዩ ስለዚ ትሪኦኦ ዘለኽን እዚ ብብዝሒ ዝተኣዘዘ ይሕዋቴ መዓረይ ጌና ከይሰደድክዋ ከለኹ ኣድቨርታይዝ ክገብሮ ኣሕዋቴ መዓረይ ከይሰደድኩለን ከለኹ ኣ- ኣብኡ ከለኹ ማለት እዩ ኣብኡ ከለኹ ከይከድኩ ከለኹ ፕሊስ ነተን ገዚእኽን ሁማን ሄር ኣድቨርታይዝ ክገብር ት- ተፍቅዳለይ ሰባት ከዓ ቴንኪ ሶ ማች ብጣዕሚ እየ ዘመስግነክን ምክንያቱ ኢትስ ሄልፒን ሚ ነቲ ናተይ ቢዝነስ ይሕግዞ እዩ ግ- ገት ገዛእ ከለኽን ጨጉሪ ኣድቨርታይዝ ክገብሮ ከለኹ ትገ- ትብላኒ ሸለል ትብላኒ ሰባት ማለት እዩ ቴንኪዩ ስለዚ ሓፍትና ባይዘወይ ሓፍትና መርዓት እያ ማለት እዩ ትምርዖላ ሓፍትና ብዝኾነት መን እያ ብዘይገድስ ማለት እዩ ስለዚ ትምርዖላ እዚኣ ናይ መርዓት ትእዛዝ እያ ኣሕዋተይ ማዓረይ እዚ ትሪኦኦ ዘለኽን ብዝሓቱን ገለ መሊኡን ሰለስተ ሚእቲ ግራም ወይ ካዓ ሰለስተ ሚእቲ እንታይ ፐርሰንት ደንስቲ እዩ ማለት እዩ እዚ ዕስራን ሽዱሽተን ኢንች እዩ ከምዚ ትሪኦኦ ዘለኽን ኣብቲ ቲክቶክ ዝረኣኻኒ ሰባት ሪኢኽንኦ ኣለኽን ተኸዲነዮ ከለኹ ማለት እዩ ኣብዚኣ ንሃለትክን ቪድዮ እንታይ ከም ትመስል ማለት እዩ ስለዚ እዚኣ እንሃለትልክን ቅድሚ ምጥቕላለይ ማለት እዩ ቅድሚ ናብ ሓፍትና ምስዳደይ ሎማዓንቲ ኣብ ዩቱብ ናይ መጨረሻ ኣብ ዩቱብ ኣብ ኢንስታግራም ኣብ ቲክቶክ ኦረዲ ኣድቨርታይዝ ገይረያ እንዴ ሓቀይ ዶ ግን ኣብ ዩቱብ ከዓ ነዘን ሕዋተይ ሰዳል የብለን ኣለኹ ነዘን ሕዋተይ ኣብኡ ፈለው ዘይብለንስ ኣይረኣየዋን ዘለዋን ጨጉሪ ከርእየን ኢለ ሒዘልክን መፅኤን ኣለኹ ስለዚ እዚ ዕስራን ሽዱሽተን ኢንቺ እዩ ሕዋተይ መዓረይ ዕስራን ሽዱሽተን ኢንቺ ዩዥሊ ኣየምፅን እየ ብትእዛዝ እዩ ማለት እዩ ስለዚ ዕስራን ሽዱሽተን ኢንች ተደሊኻ ዕስራን ሸሞንተን ድላይክን ዓይነት ኢንችታት ኣሎ ማለት እዩ ስለዚ ልኩዚስ ልኩዚስ እቲ ሕብሪ ንባዕሉ ስረኣዮ እሞ ፕሊስ ረኣዮ እሞ እቲ ሕብሪ ሕዋተይ መዓረ ኣብ ሄሪላክስ ዘየለ ነገር የለን እቲ ኳሊቲ ላግሪስ ዝኾነ ዲዛይን እየ ዘምፀእልክን ኣነ እዚ ስቅ ኢልካ ችብ ኣይኮነን እሕዋተይ ማዓረይ ችብ ኣይግበእክንን ናዓክን ንስክን ናዓክን ማለት እዩ ፕሪሚየም ኳሊቲ ሃይ ኳሊቲ እዩ ዝግበእክን ምክንያቱ ንስካትክን ኩዊናት ኢክን እሕዋተይ ንስካትን ነገስታት ኢክን ሳክት ዝችብ ነገር ኣይኮነን ዝግበእክን ስለዚ እንድሕር ደሊኽኖ ጨጉሪ ልክዕ ከምዚ እንድሕር ክትእዝዛ ደሊኽን ብትእዛዝ እዩ ስለዚ ክልተ ሰሙን እዩ ዝወስድ ንኽስራሕ ከፍልጠክን ማለት እዩ ክትእዝዛ እንድሕር ደሊኽን ልክዕ ከምዚ ኮይኑ ዓሰርተ ሸሞንተ ኢንቺ ከኣ ኣለናይ ልክዕ ከምዚ ኮይኑ ሲ ሓጺር ዓሰርተ ሸሞንተ ኢንቺን በዚ ዓይነት ዲዛይን ዕስራን ኣርባዕተን ኢንቺ ኣይመጽን እዩ ወይ ዕስራ ኢንቺ ይመጽን እዩ በዚ ዓይነት ዲዛይን ወይ ዓሰርተ ሸሞንተ ወይ ከኣ ዕስራን ሽዱሽተን ካብዚኣ ሓንቲ መሪጽክን ትነግራኒ ኣብ ዋትስኣፕ ትጽሕፋለይ ማለት እዩ ኦ ማይ ግነስ ክነግረክን ነዚ ጨጉሪ ሲ ኣይ ዶንት ኖ ስቕ ኢለ እዚ ጥሞት ኣሕዋተይ ማዕረይ ስቕ ኢለ ዝርዮ በቃ ስቕ ኢለ ዓሰርተ ግዜ ከምዚ ዝገብሮ ምክንያቱ ኢትስ ሶ ቢዩቲፉል ኢትስ ሶ ቢዩቲፉል ኣስተኻኺለላ እየ ከስተኻኽለልክን እንተደሊኽን ከምዚ ጌርክን ኣብ ማእኸል መቒለ ገለ ኩሉ ቤቢ ሄር ገለ መለታት ኣለዎ እዩ ከምዚ ኣብዚ ቪድዮ እንድሕር ሪኢኽኖ ማለት ስለዚ ባይዘወይ ከየብዝሓልክን ዘረባ ማለት እዩ እንድሕር ደሊኽን ኣኾንክን ብዋስኣብ ጸሓፋለይኽን ቡናና ዶ ዝሒላ ሃተፍተፍ ክንብል ኣሕዋተይ መዓረይ እ ከርእየክን ከኣ ስለ ዘለኒ ምክንያቱስ ኢለ ዋእ ኣብ ቲክቶክ ኣድቨርታይዝ ገይረይሉ ኢንስታግራም እውን ከምኡ ግን ነዘን ኣሕዋተይሲ ነዘን ቲክቶክ ገለ ዘይጥቀማ ብዙሓት ሰባት ኣለዋ እየን ዋላ ኢንስታግራም ዘይትጥቀማ ብዙሓት ኣለኽን ኢኽን ስለዚ ንዓኽን ሒለ ሒዘያ መፅየ መዓረቲ መዓረታተይ ሽኮሪናታተይ ልማዓንቲ ኣርእስትና ብዛዕባ ምንታይ እያ ዝኾነ ሰብ ማለት እዩ ኣብዚ ኣብዚ ዓለም ንነብረሉ ዘለና ኣዴኺ ኣየድሕነኪ ኣቦኻ የድሕነኪ ሓፍትኸ የድሕነኪ ሰብኣይከ የድሕነኪ ደቅኸ የድሕነኪ ንስኺ ንውልቂ ኢኺ ትነብሪ ዘለኺ ስለዚ እንታይ ክንገብር ኣለና ንሕና ደቂ ሰባት ማለት እዩ ኣብዚ ዓለም እዚኣ እንታይ ከየቲ ኢና ሓቀይ ዶ ስለዚ ማንም ሰብ ኣይሓልፈልኩምን ይሕዋተይ መዓረይ ኣለኹም ሰባት በቃ ከምዚ ዘይገበሩለይ ከምዚ ኣብ ሰብ ዲፐንድ ትኾኑ ሰባት ኣለኹም ስቶቤት ስቶቤት ማንም ሰብ ኣይግደሾን እዩ ኢለኩም እዩ ድሕሪ ግዜ ዋላ እንድሕር ዋላ ሓንቲ እንድሕር ዘይትጠቕሙ ኮንኩም ንነብስኹም ዘይትጠቕሙ እንድሕር ኮንኩም ይብለኩም ኣለኹም ዋላ ስድራኹም እዮም ዝድዕቕኹም ትፈልጡ ዲኹም ዲስ ኢዝ ደ ፋክት ዋላ ስድራኹም ይንዕቕኹም ዋላ ስድራኹም ይጸልእኹም እዮም ዚስ ኢዝ ዘ ሪያሊቲ ኦፍ ናይ ደቂ ሰባት ማለት እዩ ስለዚ ንነብስኹም ባዕልኹም ከተድሕንዋ ኣለኩም ኣሕዋተይ መዓረይ ዝኾነ ክትገብርዎ ተሓስቡ ኣብዚ ሂወት እዚ ሂወት ሓጻር እያ ሓንቲ ሂወት እያ ዘላትና ኣሕዋተይ መዓረይ ሓንቲ ሂወት እያ ዘላትና ኣብዛ ዘላትኩም ሂወት ብፍላይ ኣብዛ ዘላትኩም ንእስነት ንእስነትኩም ኮንቶ ከይተሕልፍዋ ይብለኩም ኣለኹ ደሓር ክትጣዓሱ ኢኹም ዕድሜኹም ምሉእ ኢኹም ክትጣዓሱ ሂወትኩም ኣይተባእኽኑ ኣሕዋተይ ማዓረይ ኣዋልድ ኣለኽ እንዳ ኣዋልድ ቡን ኣይተብዝሓ ፕሊስ ቡን ስተያ ኣነ ቡን ኣይትስታይ ኣይኮንኩን ዝብሎ እዚ ተኣኪብካ እንዳ መርዓ እንዳ ከስኩስቲ ገለመለታት ጊዘኽን ኣይተጥፍኦ ጊዜ ወርቂ እዩ ኣሕዋተይ ማዓረይ ስቅ ኢልክን በቃ ኣብ ኣሳፊሕኽን ሀ እንዳ ኮስተኸ ከምዚ ቢሎም ከምዚ ከምኡ የለን ኣሕዋተይ ማዓረይ ክነግረክን ክትጣፋኣ ኣለክን ሂወትክን ንክትቅይራ ክትጽዕራ ኣለክን ኣሕዋተይ ማዓረይ ኣብ ነብስኽን ክትሰርሓ ኣለክን ካብ ሰለስተ ኣርባዕተ ሰዓት በቃ ኣሳፊሕኺ ናብኡ ምስ ሰባትን ገለ መለታትን ክትሓምያ ዋላ ሓንቲ ቁም ነገር ዘይብሉ እኳ እዩ ዋላ ሓንቲ ደቂ ኣንስትዮ ተኣኪብና ቁም ነገር ኣይነዕልልን ሓቂ እንዳ ክስተ ከምዚ ገይሩ ዋይ ተኸስስ ሪኢኽያ ዶ ከምዚ ኢልካ ሃጠው ቀጠው እዚ ቀደም ተሪፉ እዩ ሕዋተይ ማዓረይ ቀደም ቀደም ቀደም ተሪፉ እዩ ሕጂ ክልተ ሽሕን ዕስራን ሽዱሽተን ኢና ዘለና ከመይ ገይረ ሂወተይ ከመሓይሽ ኣነ ከመይ ገይረ እቲ ክኾኖ ዘለኒ ነገር ክኸውን ኣለኒ ኢልክን ሓንቲ ስቴፕ ንቅድሚት ክትብል ኣለክን ኖስ እልካ ቡን እንዳቃረርካ ኣነ ቡን ኣይትስታይ ኣይኮንኩን ኣነ ሕጂ ቡን እሰትየ ቡነይ ብጣዕሚ እየ ዝፈቱ ግን ቡን ክሰቲ ከለኹ ግን ጌስዋት ቡን ክሰቲ ከለኹ ከምዚኣ ሓንቲ ኣወል ሳልሳይ ራብዓይ ደረጃ እዚ ወስት ኦፍ ታይም ንዮ በሎ ኣሕዋተይ መዓረይ ምስ ሰብ ግዜ ተሕልፍ ኣይኮንኩን እዚ ግን ገደብ ግበራሉ ምክንያቱ ኣዘ ኢንድ ኦፍ ዘደይ ወረ ወረ ኮይኑ እዩ ዝተርፍ ዕላል ዕላል ኮይኑ እዩ ዝተርፍ ሕሜት ሕሜት ኮይኑ እዩ ዝተርፍ እዚኣ ሎማዓንቲ መሓዛይ ገለመለ ኢልኪ ምስኣ ተሕልፍዮ ዘለኺ ግዜ እዚኣ መሓዛኺ መሲልኪ እዚኣ ሕጂ ኣብዚ ሕጂ ሰዓት ምስኣ ተሕልፍዮ ዘለኺ ዕስራን ኣርባዕተን ቡን ክትድቅሪ ትውዕል ዘለኺ ዝርቡን ዘየዝርቡን ትዛረቢ ዘለኺ ምስ መሓዛኺ ጽባሕ ንጎህ ጓና እያ ሓቢብቲ ጽባሕ ንጎህ ክትጸለኪያ ናትኪ ጸላይታ ክትቅየር ስለዚ ኪብ ኢዚስ ኢን ማይንድ ስለዚ ኣነ መሓዛይ ትግበራ ምስ ሰባይ ትራኸባ ሰብ ጽቡቅ እዩ ኦፍ ኮርስ ግን ገደብ ክህልዎ ኣለዎ ተስዓን ትሽዓተን ፐርሰንት ማለት እዩ ግዜ ናትኩም ኣብዚ ዓለም እዚ ተስዓን ትሽዓተን ፐርሰንት ግዜኹም ኤቭሪ ደይ ማለት እዩ ኣብ ነብስኹም ምምሕያሽ ከተጥፍእዎ ኣለኩም እቲ ሓንቲ ፐርሰንት ከዓ ምስ ሰብ ኢንትራክሽን ትገብርዎ ማለት እዩ ኢንትራክት ትገብርዎ ተደኣ ዘየለ ስቅ ኢልካ በቃ ዋላ ሕጉስታት ኮ ይኮንኩ ኣይኮናን ገሌና ገሌና እኮ ስቂልና በቃ ስለ ወልፊ ኢና ምስ ሰባት ንራኸብ እምበር እቲ ዝዛረብዎ እኮ ቅጭ ዝመፀና ብውሽጥና ሓቀይ ፍዋት ኣብ ዝኾነ ነገር ማለት እዩ ኣብ ዝኾነ ነገር ሂወትኩም ኢንቮልቭ እንድሕር ጌርኩም ይብለኩም ኣለኹ ኣብ ዝኾነ ነገር ኣብ ዝኾነ ሕጉሳት ተዘይኮይንኩም እንድሕር ዘይተቐበልዎ ኮንኩም ዶን ዌስት ዩር ታይም ኣብ ሪሌሽንሽፕ እንድሕር ኣለኽን ሕጉሳት ተዘይኮይንክን ፍትሖም ዓርክኺ ድዩ እንድሕር ዘየሕጉሰኪ ኮይኑ ብያ በልዮ። ሰብኣይኪ ድዩ እንድሕር ዘሳቕየኪ ዘየሕጉሰኪ እንድሕር ኮይኑ ብያ በልዮ። ስድራኺ ድዮም ዘባሳጭዉኺ እንድሕር ኮይኖም ብያ በልዮም። ሓፍትኺ ድያ ትርብሸኪ እንድሕር ኮይና ብሎክ ግበርያ። ስለዚ ሎሚ ይብለኩም ኣለኹ ሎሚ ብጣዕሚ ሲረስ you need to be serious about your life ክነግረኩም Too late ኣይኮነን ዝኾነ ቢዝነስ ዶ ክትከፍቲ ደሊኺ ደለኺ ሕጂ ክፈትዮ ሓቢብቲ ሕጂ ክፈትዮ ዝኾነ ነገር ሓሳብ ዲኺ ሓሲብኪ ዘለኺ ንሂወትኪ ዝጠቅም ሕጂ ግበርዮ ክሎም ክገብረ እየ ሎም ፅባሕ ክገብረ እየ ዝዓመት እዚኣ ክገብረ ድሕሪ ሽዱሽተ ወርሒ ክገብረ እየ ካብ ትብልስ ክንደይ ዓመት ገይርኪ ወይ ካብ ትብል ክንደይ ዓመት ጌርካ እቲ ሓሲብካዮ ዘለካ ኣብ ሂወትካ ንነብስካ ዝጠቅም ካብ ትሓስቡ ካብ ትውጥኖስ ክንደይ ጌርካ ግን ክሳብ ሕጂ ኣብ ምንም ነገር ኣይበፃሕካን ማለት እዩ ስለዚ ስተብ መጀመርያ ስተብ ሓንቲ ስተብ ንቕድሚት ክንወስድ ክንክእል ኣለና ኣሕዋተይ ማርያም ዶን ፕለይ ኣባት ዩር ታይም ምስ ብግዜኹም ዝመፀኩም ነገር ምንም ነገር ነጎሽብል ኣይትግበሩ ምንም ነገር ብግዜኹም ዝመፅእ ግዜ ወርቂ ኢለኩም እዩ ግዜ ወርቂ እዩ ሰሪሕኹም ንሰዓት ክንደይ ትኸፈሉ ሓቀይ ኣርባዓ ሰላሳ ቅርሺ ትኸፈሉ ሓቀይ ዶ ብከምኡ ኢና ክንሓስብ ክንክእል ዘለና ምዘይጠቕሙና ሰባት ካብ ንውዕል ኢለኩም ሰላሳ ኣርባዕተ ቅርሺ ኣርባዓ ቅርሺ ንምንታይ ዘይትእክቡ ሓቀይ ዶ ካብ ምስ ሰብ በቃ ተገም ተ- ተ- ተደቢርካ ቡን ትሰቲ ሰለስተ ኣርባዕተ እሞ ከዓ ምስቶም ሰባት ኮ- ኣይትፋቶን ኢኻ ብውሽጥኻ ኮ ትጻላ ኢኻ ግን እንታይ ትራኸብ የ እዚስ ኢዝ ዘ ሪያሊቲ ክነግረኩም ደቂ ሰባት ነንሕድሕድና ዋላ ብውሽጥና እንዳፈ- እንዳተጻላእና ከለና እንታይ ንራኸብ ቡን ሰቲ ብሓንሳብ ሕሰብዎ ዋላ ምስቶም ሰባት ተራኺብኩም ሲ ዕግበት ምል- ምልኣት ነብስኹም ኣይ ኣይ ዕግበት ነብስኹም እንታይ ኣይመልአልኩም ግን በይንኹም ንኸ- ንኸይትኾኑ ምስ ትጸልእዎ ሰብ ቡን ትሰትዩ በይንኹም ንኸይትኾኑ ምስ ትጸልእዎ ኮሚኒቲ እንታይ ተሓብሩ በይንኹም ንኸይትኾኑ ማለት በስ ጌስዋት ዲፕ ዳውን ማለት እዩ ብጣዕሚ ኹም ትጸልዎም ነቶም ሰባት ኣብ ቅድሚኹም ኣብ ጥቓኹም ዘለዎ ምክንያቱ ኣብቲ ደቂ ሰባት እንታይና ብዝተፈላለየ ዓይነት ነገር ዕጉባት ኣይኮናን ሓቂ ዶ ስለዚ ይብለኩም ኣለኹ ኣብዚ ዓመት እዚኣ ብለኩም ኣለኹ ጌና ማርች ኢና ዘለና ጌና ማለት እዩ ስለዚ ጌና ኢትስ ኖት ቱ ሌት ዝኾነ ነገር ሓድሽ ነገር ከተውጽእ ክትኾንካ ብሂወትካ ግድን ሓድሽ ዓመት ክኸውን የብልኩን ክኸውን የብሉን ወይ በቃ ምሻሉ ዕለት ሓደ ክኸውን የብሉን ወይ ወርሒ ሓደ ክኸውን የብሉን ዋላ ወርሒ ዓሰርተ ክልተ እቲ ዕላማኹም ክንጅምርዎ ትኽእሉ ብዘይገድስ ማለት እዩ ኣነ ተትሓ በቃ ትመጽእ ዘላ ዓመት 22 ሽሕን 27 ሞ ከጽቢ ከምዚ ኖ ዶንት ዱ ዛት ጽባሕ ጽባሕ ማለት እዩ ጽባሕ ኣይኮነን ካብ ንጎሆ ይብለኩም ኣለኹ ካብ ናይ ምሸት ክጅምርዎ ትኽእሉ ኢኹም እቲ ዕላማኹም ሓድሽ ዓመት ክኸውን የብሉን ሂወትካ ንክትቀይር ወይ ከዓ ዝኾነ ነገር ንክትሕፅፅ ዝኾነ መዓልቲ ማለት እዩ ዝኾነ መዓልቲ ስጉምቲ ክትወስዱ ትኽእሉ ኢኹም ኣሕዋተይ መዓረይ ስለዚ እታ ርእስትና እንታይ እያ? ማንም ሰብ መጺኡ ህይወትኩም ኣየድሕኖ። ማንም ሰብ መጺኡ እቲ ሓሲብኩሞ ዘለኹም ዕላማ ኣይሕንጽጸልኩምን እዩ። ማንም ሰብ መጺኡ ኣተሲኡ ነቕኒቑ ኪዱ በቃ ነብስኹም ኣልዕሉ ወይ ከዓ ናብ ሕክምና ኪዱ እዚ ዝኾነ ነገር ኮይንኩም ኣለኹም እሞ ናብ ዶክተር ኪዱ ዶክተር ኣፖይንትመንት ክሕዘልኩም ኢሉ ዝሓስበልኩም የለን ኣሕዋት የመዓረይ ወይታ ቢዝነስ ሓሲብኩና ዘለኹን ኦ ቢዝነስ በቃ ኣነ ባዕለይ ሓንፂፀ ኩሉ ነገር ኣዳልየ ገለመለ ክነግረኪ ዝብለክን ኣዳም የለን የለን ብፍጽም ተኣምር ዋላ እቲ ሰብኣይኩም ሓፍቶም ሓውቶም ኩሉ ግዜ ኣብቲ ዓወትኩም እዮም ተጸንበርቲ ዝኾኑ እምበር ኣብቲ ፕሮሰስኩም ማንም ሰብ መጺኡ ክስታይ ኣይገብረኩም ማንም ሰብ ሳፖርት ኣይገብረኩምን እዩ ኣብቲ መጀመርያ ናይ ዕላማኹም ነገር ማለት እዩ ብዘይገድስ መን መጺኡ መን ሓጊዝኩም ብዘይገድስ ርእስኹም ኣድኒንኩም ከምዚኣ ኢልኩም ማለት እዩ ርእስኹም ኣድኒንኩም ክትጽዕሩ ዘለኩም ሰባት ኣብቲ ናትካ ዓወት ዳዮም ከንጨብጭቡ ዝመጹ እምበር ጌና ኣብ መገዲ ከለኻ ብዙሓት ኣክንዲ ሳፖርት ዝገብርኻ ብዙሓት ንዳውን ንኸይትምዕብል ንኸይትዓቢ ብዙሓት እንታይ ናትካ ሕማቕ ይምነዩ ንስኻ ንኽትወድቕ ሃረር ኢሎም ዝጽበዩ ሰባት ኣለዉ ሽዑ ምስ ተዓወትካ ኣሄ ገለ ኢሎም የንጨብጭቡ ማለት this is the reality of human being ስለዚ ኣነ ዘውጻኽዎ ሕጊ ኣይኮነን ኮም ኢና ደቂ ሰባት ተፈጥሮና ንምንታይ ኣይ ዶንት ኖ እንድዒ ስለዚ ማንም ሰብ ኣየድሕነኩምን የሕዋተይ መዓረይ ኣብዚ ዓለም እዚኣ ክነግረኩም ኣብዚ ዓለም እዚኣ ሓንቲ ሂወት እያ ዘላትና ሓንቲ ሂወት ስለዚ ኣብ ትሕቲ ኣምላኽ ክንኮኖ ዘለና ነገር ኩሉ ዘድልየና ነገር ባዕልና ሸጥ ኣቢልና መዓንጣና ክንትስእ እዩ ዘለና ኖት ንየማን ንፀጋም ኣበየላ ሓወይ ኣበየላ ሓፍተይ ገለ ከምዚ ኢልና ኣይኮነን ባዕልና ኩሉ ግዜ ኣብ መስትያት ኮይንና ንነብስና ኢና ክንሪኣ ዘለና ኣብ መስትያት ጠጠው ኢልና ንጎሆ ምድሪ ማለት እዩ ኣብ መስትያት ጠጠው ኢልና ንነብስና ኦኬ ኣነ እንታይ ይገብር ኣለኹ ልክዕ ከምቲ ዝግብኦ ድየ ዝነብር ዘለኹ እንታይ ክገብር ኣለኒ ኣነ ዝገብሮ እጃም ኣብዚ ዓለም እዚ ከይሞትኩ ከለኹ ወይ ዝኾነ ነገር ከይኮነ ክገብሮ ዘለኒ ነገር ሎማዓንቲ ክጅምሮ እየ ሎማዓንቲ ክጅምሮ እየ ብዘይገድስ እንታይ ኢኻ ክትጅምር ሎማዓንቲ ሓቀይ ዋላ ዝኾነ ነገር ስጉምቲ ተዘይወሰድ ከኣ ኣለኩ ዋላ እቲ ናትኩም ዕላማ ዋላ ዋላ ሓንቲ ነገር ስጉምቲ ተዘይወትኩም ሎማዓንቲ ምሸት እዚኣ ቪድዮ እዚኣ ምስ ረኣኹማ ክትጽሕፍዎ ኣለኩም ስለዚ እንታይ ጌርኩም ኣለኹም ኣትሊስ ይብለኩም ኣለኹ ጽሒፍኩም ኣለኹ እቲ ክትገብርዎ ዘለኹም ኣትሊስ ሎማዓንቲ ምሸት ድሕሪ እዚኣ ቪድዮ ምስማዕኹም ጽሒፍኩም ኣለኹም ኩሉ ግዜ ኩሉ ግዜ ገዛ ማለት እዩ ገዛ እንታይ ትገብራ ቅድሚ ምንዳቕካ እንታይ ትገብር መሰረት ትፅሕፍ መሰረት ተንፅፍ ሓቄዶ መሰረት ትገብረላ ነታ ገዛ መጀመርያ ቅድሚ ቢል ምግባርካ ስለዚ ኩሉ ግዜ እትትሓስብዎ ነገር ዕፅድ ኩምር ዘይኮነ መጀመርያ እንታይ ብታሕት ኢኻ ትጅምር መጀመርያ እንታይ ሓንፅፅዎ ዕላማኹም ሓንፅፅዎ please ሂወትኩም waste ትግበሩ ኣሕዋተይ ማዓረይ ሂወትኩም waste ትግበሩ ሕጂ ምናልባት ኖርማል ኮይኑ ክረኣየኩም ይኽእል እዩ ሓቀይ ፅባሕ ንጎሆ ግን ይብለኩም ኣለኹ ደቂ ሰብዓ ደቂ ሱሳ ምስ ኣኸልኩም ኩሉ ነገር ምስ ተዓፀወኩም ዓኽ ኢልኩም ዘይምለስ ጣዕሳ እዩ ስለዚ ሂወትኩም to the fullest ማለት እዩ ጽባሕ ንግሆ ዘየጣዕስ ህይወት ክትነብሩ ክትክእሉ ኣለኩም እቲ ንዓኹም ዝሕጉሰኩም ህይወት ክትነብሩ ኣለኩም እቲ ንዓኹም ዝሕጉሰኩም ህይወት ንክትነብሩ ከ እንታይ ክትገብሩ ኣለኩም ክትስኡ ኣለኩም መዓንጣኹም ሸጥ ኣቢልኩም ስረኹም ዓጢኩም ቁልፍኹም ሸጥ ኣቢልኩም እንታይ የማንን ጸጋምን ሓወይዶ ሓፍተይዶ ኣኮይዶ ከይበልኩም ካብ ዜሮ ተበጊስኩም እንታይ ኣብቲ ዝደለኹም መዓወት ክትበጽሑ ኣለኩም ይከኣል እዩ ይኽእል እየ እንተልካ ይከኣል እዩ ኣብ ትሕቲ ኣምላኽ ማለት እዩ ስለዚ ናይ ፅባሕ ዳ ባዕሊ ኣለና በቃ ብጣዕሚ ክስታይ ቦሪን ዝኾና ሰባት ኣለና እቲ ሃይማኖት እሲ ብጣዕሚ ምሽ ኣሎ ኩሉ ግዜ ሃይማኖት ሃይማኖት ድኽነት እዩ ዘምፅ ትፈልጡ ዲኹም ኣነ ኣም ሶሪ ቱ ሰይ ዛት ግን ሃይማኖት ሞር ትጸቅጥ እንድሕር ኮንካ ኣብ ሃይማኖት ሞር ትጸቅጥ እንድሕር ኮንካ ኣነ ካብ ኣምላኽ ርሓቕ ኣይኮንኩን ሃይማኖትን ኣምላኽን ባይዘወይ ይፈላለዮም ኦኬ ኩሉ ግዜ ሃይማኖት ሃይማኖት ዝጻወት ሰብ ድኻ እዩ ኦኬ ማንም ነገር ምንም ነገር ከዓ ኣይዕወትን እዩ ኣምላኽ እንታይ ይብል ኳሕኩሕ እሞ እንታይ ክረሓወልኩም ማዕጾ ናትኩ ናይ ልብኹም ክፈትዎ ናባይ ንዑ ኢላ እዩ ዝብል እምበር ዕስራን ኣርባዕተን ሰዓት ኡኡ ከምዚ ጥምቀት ክስታይ ኣለና ዶ ከምዚ ጾም ጸሎት ኣለና ዶ ገለመለታት ኢልካ ተጥፍኦ ግዜ ተዕርፎ ግዜ ምንም ኣምላኽ ኣይሕሰበልካን ይሕዋተይ ማዓረይ እዝጋብሄር እንታይ እዩ እንታይ እዩ ክሊር እዩ ልብኹም ክፈትዎ ልብኹም ኣጽርይዎ ምስ ኩሉ ሰብ ከኣ እንታይ ተፋቀሩ ፍቅሪ ምልእዎ ልብኹም እዩ ዝብል ስለዚ ኣሕዋተይ መዓረይ ከምኡ ክትገብሩ ክትክእሉ ኣለኩም ገለ ሰባት ኣለኹም ብሰንኪ ናትኩም ሕምቀት ሲ ብሰንኪ ናትኩም ሕምቀት እኳይ ናብ ኣምላኽ ተላገብሉ ኦህ ኣምላኽ ፍቃድ ይኮነ ትብሉ ዋይ ወሪድዎ ዝኣምላኽስ ክንደይ እባ ዝኣምላኽስ እባ ካብ ሰማይ ጎቲትኩም ከተው ከይተውድቅዎ እየ ዝፈርሕ ኣነ ናይ ብሓቂ ግርም እኳይ ዝብል ብሰንኪ ሕምቀትኩም ብሰንኪ ንስኹም ናትኩም ሪስፖንስብሊ ናትኩም ሓላፍነት ከይትወስዱ ተሸኒፍኩም ደኺምኩምስ ናብ ኣምላኽ ተላግብሉ ኦህ ዝኾነ ነገር ሕጂ ንኣብነት እንድሕር ኴንኩም ምኣል ኦህ ኣምላኽ ኣይፈቐዶን እዚ ነገርስ ናተይ ኣይኮነን ኣምላኽ ይፈልጥ ህይወተይ ኣምላኽ ይፈልጥ ኣምላኽ ይፈልጥ ኣይትበሉ ኣምላኽ ፈጢሩና እዩ ዓይኒ ብርኪ እዚ ሜሞሪ ርእሲ እዚ እዚ ሓንጎል ርእሲ ኩሉ ልቢ ሂብና እዩ ኣምላኽ ሓቀይዶ ስለዚ ኣምላኽ መጺኡ ሂወትኩም ከተዓራርየልኩም ኣይትጸበዩ ይሕዋተይ እዝጋብሄር ኣምላኽ ዋላ ባዕሊ ሰብ ደቂ ሰባት ደቂ ኣዳም እንታይ ጺዒርና ክንበልዕ ሓንጎል ሂብና ዓይንና ክንርኢ እንታይ ንመገዲ ከይዕንቅፈና ናብ ጸልማት ከይነብል ዓይኒ ሂብና ሓቀይ ዶ ንዝደለናዮ ሰሪሕና ንኸነምጽእ ሂወትና ንኸኣሊ ዓይኒ እግሪ እዚ ኩሉ ንምንታይ ሂብና ኢልኩም ትሓስቡ ንምብላዕ ጥራሕ ኣይኮነን ኢድ ሂብና ወይ እግሪ ንምኻድ ጥራሕ ኣይኮነን ሂብና ወይ ርእሲ ስቂልካ በቃ ድንኩል ክትመልኦ ኣይኮነን ርእሲ ሂብካ ሓቀይ ዶ ኩሉ እዝጋብሄር እዚኣ ነብስና ትርእይዋ ኣለኹም እዚኣ ነብስና ካልእ ትገብር ሕዋተይ ትርእይዎ እንዲኹም ዘለኹም እዚኦም ቴክኖሎጂታት ዝሰርሑ ዘለዉ ሰባት እዚ ከማና እኳ እዮም ርእሶም እቲ ርእሶም እኮ ከማና እዩ ሓቀይ ከማና እዮም ሰባት ሓቀይ ዶ ግን እቲ ግዜኦም ግን ስለ ዝተጠቀምሉ ሕዋተይ ማዓረይ ግዜኦም ስለ ዝተጠቀምሉ ኣበይ የብፅሕዋ ኣለዉ ዝዓለም ብተክኖሎጂሲ ኣበይ የብጽሕዋ ኣለዉ ዳርጋ ንኣምላኽ ከርክብዎ ንእሽተይ ተሪፍዎም ብምንታይ ብክእለት ብምህሮ ማለት እዩ ብበቃ ክሬት ምግባር ማለት እዩ ስለዚ ንሕና ከዓ ከምኡ ኢና ክንጥቀመሉ ዘለና እዚኦም ኩሎም ምዕቡላት እዮም ሃፍታማት እዚኦም በቃ ኩሉ ነገር ዝፈጥሩ ዘለዉ ኣብዚ ዓለም እዚ ይብለኩም ኣለኹ ከማና ደቂ ሰባት እዮም ሓንቲ ዓይነት ስራሕ እዩ ገይሩ ሰሪሑና ኣምላኽ ብሓንቲ ዓይነት ማተርያል ብሓንቲ ዓይነት ፋብሪካ ገይሩ እዩ ሰሪሑና እዝጋብሄር ሓደ ካብ ሓደ ሓደ ሓፂን ኣይኮነን ርእሱ ወይ ሓደ ብጭቃ ኣይኮነን ተሰሪሑ ወይ ሓደ ብሓፂን ኣይኮነን ሰሪሑ ወዝጋብሄር ኣምላኽ ንኹላትና ብሓደ ግን እቲ ፍልልይ ግን እንታይ ንሶም ግን እንታይ ፍጥር ካብ ዝብሉ ግዜኦም እዚኣ ሓንቲ ደቂቕ ቲክ ኢላ ትኸይድ ትርእይዋ ኣለኹም እዚኣ ሓንቲ ደቂቕ ቲክ ትብል ወይስቲ ይገብርዋን እዮም ጊዜኦም ኣብ ምንታይ የሕልፍዎ ምስ መን የሕልፍዎ መዓስ ይዛናግዑ መዓስ ይሰርሑ እዚ ኩሉ እንታይ ኳልኩሌት እዮም ዝገብሩ ብከምኡ መጠን ከዓ ዕውታት ኮይኖም እምበር ምንም ነገር ፍልለይ የብልና ስለዚ እዚኦም በቃ ሃይማኖት ሃይማኖት ናይ ኣምላኽ ኣምላኽ ኣምላኽ ኣሎ ገለገለ ይትበሉ ንኣምላኽ የተብልሉ ኣምላኽ ክትሰርሕ ኢኻ ዘለካ ሓቀይ ዶ እዝጋብሄር ኣምላኽ ኣብ ትሕቲ እዩ ኣብቲ እቲ ንስኻ ትጽዕሮ ነገር ኢድ ኢዱ ክእቱ ዳኣ ኢኻ ትጽሊ ናብ ኣምላኽ ትጽዕሮ ዘለኻ ነገርሲ እዝጋብሄር መታን ክሕግዘካ ዳኣ ኢኻ ንእሽተይ ትብለሉ ዘለኻ እምበር እዝጋብሄር ዝግብኦ ገይሩ እዩ ዓይኒ ሂብካ እዩ ብርኪ ሂብካ እዩ እምሮ ሂብካ እዩ ኩሉ ነገር ሂብካ እዩ ስለዚ እቲ ሪስፖንሲቢሊቲ ሓላፍነት ናይ ህይወትና ክንወስድ ኣዩ ዘለና እምበር ናብ ኣምላኽ ኣይነጸግዐሉ ኣሕዋተይ ማዓረይ እቲ ድኻ እቲ ድኻ ዋላ ሓንቲ በቃ ሃካይ ሰብ እዩ ሃይማኖት ሃይማኖት ዘብዝሕ ሓቀይ ዶ ስለዚ ኣይትጸልዩ ኣይኮነን ናብ ኣምላኽ ኣይትታሓወስ ኣይኮነን ፕሊስ ዶንት ቴክ ኢት ላይክ ፓዘቲፍ ለይ ኣሜን ነገቲፍ ነገር ኣነ ዝብለኩም ዘለኹ ንኣምላኽ ኣፍቁሩ ናብ ኣምላኽ ኪዱ ኦፍ ኮርስ ግን ትወኒ ፎር ሰቨን ግን ብዛዕባ ምሻሎ ናብ ኣምላኽ ክሳያ ጌርካ ዕስራን ኣርባዕተን ሰዓት ምሳይ ወዓል ይበለን ኣምላኽ ሓቀይ ስርሑ ዋላ እንዳዘወርካ ዋላ ጭቃ እንዳጠፍጠፍካ ዋላ ስሚንቶ እንዳብዓጥካ ናብ ኣምላኽ ክትጽሊ ትኽእል ኢኻ this is reality ኣሕዋተይ መዓረ this is reality ግን ሲ ሃካያት ኮንኩም ስቕ ኢልኩም ናብ ሃይማኖት ክስታይ ክተብሉ ተብሉ ሲ ሃክ ህትህኪት እዩ ሲ ዋላ ሓንቲ ሓቀይ ዶ there is no excuse ተረዲኹምኒ ክትገብርዎ ትኽእል ኢኹም ኣሕዋተይ መዓረይ ስለዚ ኣጅኹም በርትዑ ትገብርዎ ዘለኩም ነገር ግበሩ ተስኡ እዚኣ እያ ሒዘልኩም ዝመጻኹ ማለት እዩ ኣይ ሆፕ ንመብዛሕቲኹም ሞቲቬትድ ገይረኩም ክኸውን ተስፋ ይገብር ኣሕዋተይ መዓረይ ባዕልና ተዘይድሕናያ ሂወትና ባዕልና ተዝብያ ማንም ሰብ መፅዩ እንታይ ኣየድሕነናን እዩ ስለዚ ጌት ኣብ ዱ ዋት ዩ ጌት ዱ ኣሕዋተይ መዓረይ ስለዚ ቴንኪ ሶ ማች ሄራ ሓፍትኩም እዚኣ ትመስል ሒዛትልኩም ዝመፀት ሎመዓንቲ ብጣዕሚ እየ ዝፈትወኩም ብጣዕሚ እየ ዘኽብረኩም ክሳብ ዝምለሰኩም በብሰላም